ሰላም ከመይ ቀኒኹም ዝኸርኩም ተዓዘብቲ ናይ ሎሚ ሒዝናዮ ዘለና ዛዕባ ንጥፈታት ንኡስ ዞባ በሪኽ ዝድህስስ ክኸውን እዩ ዕድምቲ ጋሻና ኣመሓዳሪት ንኡስ ዞባ በሪኽ ወይዘሮ ልኡል ኣስራት እያ ወይዘሮ ልኡል ዕድሜን ኣኽቢርኪ ኣብ ስቱድዮና ምርካብኪ ብስመይም ስም ተዓዘብትን የመስግነኪ ብቐጥታ ናብቲ ኣዳልየዮ ዘለኹ ሕቶታት ምስ ሰግር መጀመርያ ሌላ ምስ ንኡስ ዞባ በሪኽ ክትገልጽልና። ሕራይ ኣዲብ ናይ ብሓቂ ንዝተዋህበኒ ዕድል ንኡስ ዞባይ ወኪለ ንምልላይ የመስግን። ንኡስ ዞባ በሪኽ ብምብራቕ ምስ ንኡስ ዞባ ፓራዲዞን ሰምበልን ትዳወብ፣ ብሰሜን ምስ ንኡስ ዞባ ሰረጀቓ፣ ብደቡብ ምስ ንኡስ ዞባ ጋላነፍሒ፣ ብምዕራብ ከኣ ምስ ዞባ ጋሽ ባርካ፣ ንኡስ ዞባ ሎጎ ዓንሰባ፣ ንኡስ ዞባ በሪኽ ሓንቲ ካብተን ዓሰርተ ሽዱሽተ ንኡሳን ዞባታት ናይ ዞባ ማእከል ኮይና፣ ቅርጥው ድበለት ጥጥሕቲ ንኡስ ዞባ እያ። ኣብ ውሽጣ ከኣ ዕስራን ሓደን ዓድታትን ዓሰርተ ክልተ ምምሕዳር ከባብን ሸሞንተ ኮማዊ ቤት ፍርድን ዝጠመረት ንኡስ ዞባ እያ። እዚ ንኡስ ዞባ፣ ብመብዛሕትኡ ብሕርሻ ዝነባበር ህዝቢ እዩ። ሰማንያ እና ኣርባዕተን ሚእታዊት ብሕርሻ ዝነብር ህዝቢ ኮይኑ ናይ ሸቃላይ ባህሪ እውን ኣለዎ። ሓረስታይ ክብል ከለኹ ብቐረባ ምስ ከተማ ቅርበት ስለ ዘለዎ ናይ ሸቃላይ ጠባይ ኣሎ። ዓሰርተ ሰለስተ ሚእታዊት ብንግዲ፣ ሰለስተ ሚእታዊት ከኣ ኣብ ስራሕ መንግስትን ካልእን ዝነብር ህዝቢ ዝሓቖፈት እያ ማለት እዩ። ኣብ ውሽጢ እዚ ንኡስ ዞባ። ብስፍሓቱ ክረኦ ከሎ ዕስራን ሸውዓተን ሽሕን ክልተ ሚእትን ዓሰርተ ትሽዓተን ሄክታር ስፍሓት መሬት ይሽፍን። ካብ ጽፍሒ ባሕሪ ናብ ዞባ በሪኽ ክልተ ሽሕን ሚእትን ሰላሳን ሜትር ምራኽ ኣለዋ ማለት እዩ። ካብዚ ዕስራን ሸውዓተን ሽሕ ዝበልናዮ ስፍሓት መሬታ ከኣ ዓሰርተ ሰለስተ ሽሕ ሄክታር ኣቢሉ ከኣ ናይ ሕርሻ መሬት ማለት እዩ። ካብዚ ዕስራን ሸውዓተን ሽሕ ሄክታር ዝበልናዮ ከኣ ልዕሊ ሰለስተ ሚእትን ሰለስተ ሽሕን ሸሞንተ ሚእትን ሰላሳን ሰለስተን ኣቢሉ ከኣ ብኣግራብ ዝተሸፈነ ቦታ ኣለዎ። ልዕሊ ኣርባዕተ ሽሕ ሄክታር ኢልና በቲ ጂፒኤስ ናይ ሕርሻ ኣርካሽም ዝገበሮ ከኣ ናይ መጋሃጫ ቦታ እዩ ማለት እዩ። ዝተረፈ ናይ ጤሳን ካልእን ንጥቀመሉ እዩ። ስለዚ ንኡስ ዞባና ዝተቐራረበ እዩ። ብልጫታት ኣለዎ። እቲ ብልጫ ንብሎ ንማእከል ነታ ዝዓበየት ከተማ ኣስመራ እውን ዝቕረበ ስለ ዝኾነ ህዝባ ኣስመራን ዓድን እንዳተማላለሰ ዝነብር ማለት ምዕብል ዝበለ ኣተሓሳስባ ዘለዎ ህዝቢ እዩ ክብል እኽእል ማለት እዩ። ብቑጽሪ ህዝቢኸ ክንደይ እዩ? ብቑጽሪ ህዝቢ ሓምሳን ሓደን ሽሕ ህዝቢ ኣለዋ ብስድራቤት ክንርኢ ከለና ከኣ ዓሰርተ ክልተ ሽሕ ልዕሊኡ ማለት እዩ ዝነብረላ ህዝቢ እያ። ሕራይ ጽቡቕ ወይዘሮ ሉል ስለዚ ንኡስ ዞባ በሪኽ ኣዝዩ ዝተቐራረበ ኢዩ ክትብልኒ ጸኒሕኺ ስለዚ ኣብ ማሕበራዊ ኣገልግሎት ብፍላይ ኣብ ጽሩይ ስተ ማይ ከመይ ዓይነት ኣገልግሎት ኢዩ ዝረክብ ዘሎ እቲ ህዝቢ? እወ ንኡስ ዞባ በሪኽ ዕስራን ሓደን ዓድታት እንድየን ዘለዋና። እተን ዓሰርተ ኣርባዕተ ዓድታት ፅሩይ ማይ ይሰትያ ኢልና ኢና እንታሽሙ ንገብር፣ እተን ዝተረፋ ሸሞንተ ዓድታት ከዓ ገና ኣብ መስርሕ ዘለዋ እየን። ሕጂ ብሚኢታዊት ክንሪኦ ከለና ስሳን ክልተን ሚኢታዊት ናይ ነበርታ ናይ ፅሩይ ማይ ዝስተ ተጠቀምቲ እዮም። እቶም ሰላሳን ሸሞንተን ሚኢታዊት ከዓ ገና ኣብ መስርሕ ናይ ፅሩይ ማይ ገና ዘይተቐረበሎም ግን ፅሩይ ማይ ንምርካብ ከዓ ዝፀዓረሎም ዘሎ እዩ ማለት እዩ። ስለዚ።
ክንደይ ኪሎ ሜትር ማለት እቲ ኣብ ቀረበኦም ድዩ ዘሎ ብፍላይ እቲ እዞም ሰላሳን ሸሞንተን ትብልዮም ዘለኺ ወይዘሮ ልኡል? እወ መብዛሕትኡ ሲ ዒላታት ተገይሩ ናይ መዐደሊ ነቑጣታት ተገይሩለን ኣብ ውሽጢ ዓዲ ብመዐደሊ ነቑጣ ዝኸይድ እዩ ማለት እዩ። እተን ገለ ከኣ ብሃንድ ፓፕ ሕጂ እቲ ዝበዝሐሲ ብመዐደሊ ነቑጣ ዝኸይድ እዩ ማለት እዩ። ካብቲ ዒላ ተሳሒቡ ናይ ሪዘርቨር ተሰሪሕሉ እንደገና ብመዐደሊ ነቑጣ ተገይሩ ብረቪኖቶ ዝሰቲ እዩ። እዚ ስለዝስ ቀረባ እዩ ናይ ማይ ርሑቅ ኬድካ ምስካምሲ የለን። ስለዚ ኣብቲ ምሕደራ ማይከ እቶም ስሳን ክልተ ሚእታዊት ጽሩይ ዝስተ ማይ ክሰትዩ ክኢሎም ኣለዉ ወይ በቂዖም ኣለዉ ስለዚ ኣብ ምሕደራኸ ከመይ?
ናይ ነብሲ ወከፍ እተን ጽሩይ ማይ ተጠቀምቲ ዝኾና ዓድታት ንዕኡ ዘመሓድርዎ ኮሚተታት ኣለዎ። ስለዚ በተን ናይ ነብሲ ወከፍ ምምሕዳር ከባቢ ደለዉ ናይ ዓድታት ብእኡ ዝመሓደር ስለዝኾነ ዝኾነ ይኹን ነገር ከጋጥም ከሎ ናይ ምብልሻው ይኹን ናይ ካልእ ይኹን እቶም ኮሚቴታት ቅልጡፍ ሓበሬታ ይህቡ። ንምምሕደርኡ ከኣ ባዕላቶም እዮም ዝያዳ ዝቋጻጸርዎ ኩነታቱ ዝከታተልዎ። ኣብ ትምህርቲ ከመይ ሰጒሙ ኣሎ እዚ ንኡስ ዞባ? ብፍላይ ክንደይ ዝኣኽላ ኣብያተ ትምህርቲ እየን ዘለዋ? ተመሃሮ ብቑጽሪ ክንርእዮም ከለና ኣብቲ ውጽኢቶምከ ከመይ ኣሎ? ኣብዚ ንኡስ ዞባ ጽቡቕ ዝኾነ ዝርጋሐ ናይ ትምህርቲ ኣሎ በተን ታሕተዎት ክንጅምር በተን መባእታ ሸሞንተ ኮማዊ ህፃናት ኣለዋና ብኹም ዝእለያ ዓሰርተ ሸሞንተ ከ ምዱባት መዋእለ ህፃናት ኣለዋና ካብዚ ዓሰርተ ሓሙሽተ ከ ማእከላይ መባእታ ቤት ትምህርትታት ኣለዋ ካብኦን ሓሙሽተ ማእከላይ ኣርባዕተ ከ ካልኣይ ደረጃ ዘጠቓለለ ኣብያተ ትምህርትታት ኣለዋና። ኣብዚ ልዕሊ ዓሰርተ ሓሙሽተ ሽሕ ተምሃሮ ኣለዉና። ካብቲ ቅድመ ትምህርቲ ጀሚርካ ስጋብ ካልኣይ ደረጃ ልዕሊ ዓሰርተ ሓሙሽተ ሽሕ ተምሃሮ ኣለዉና። መምሃራን ኣብቲ ምዱብ ትምህርቲ ክልተ ሚእትን ቴስዓን ሓሙሽተን ክኾኑ ከለዉ፣ ናይ ቅድመ ትምህርቲ ከኣ እዘን ክንጠቕሰን ዝጸናሕና ሰብዓን ኣርባዕተን ኣለዋና። ጠቕላላ ሰለስተ ሚእትን ስሳን ኣርባዕተን ኣቢሎም መምሃራን ኣለዉ። ትምህርቲ ከመይ እዩ ተልና ዳርጋ ብዝርግሐ ክትርኦ ከለኻ ዳርጋ ንኹሉ ተባጺሕዎ ኣሎ ኢኻ ክትብል ትኽእል ማለት እዩ። ብፍላይ እዚ ናይ ቅድመ ትምህርቲ ናይ መባእታ ክትሪኦ ከለኻ ኣብ ኩሉ ኣሎ። ነቲ ማእከላይ ደረጃ እውን መምስቲ ምምሕዳር ከባቢትን መምስቲ ቅርቦቱ ዝተኣሳሰረ ኣብያተ ትምህርቲ ኣለዋ። እተን ንናይ መወዳእታ ካብ ታሽዓይ እስካብ ዓሰርተ ክልተ ዘብላ ከኣ በብቲ ከባቢኡ ምስቲ ዝጥዕም ኣርባዕተ ኣብያተ ትምህርቲ ኣለዋና ሕጂ እቲ ዝርጋሐ ጸገም የብልናን ኣብ ዓይነት ናይቲ ትምህርቲ ይኸይድ ኣሎ ንቁሩብ ኣልሲ ሓርጎጽጎጽ ኣይሳኑ ንኸውን እም ብሓፈሽኡ ግን ጽቡቕ ዝርጋሐ እየ ዘለዎ ጽቡቕ ኣገልግሎት ዘለዎ እዩ ዝኸይድ ዘሎ ብፍላይ ሎሚ ዓመት ከኣ ጽቡቕ ጀሚሩ ጽቡቕ ምክትታል እንዳተገብረሉ ከኣ እቲ ትምህርቲ ይኸይድ ኣሎ ውጽኢት ክትሪኦ ከለኻ ኣብዚ ዝሓለፈ እዋን ውን ኣብ ማትሪክ ናይ ሳዋ ክትሪኦም ከለኻ ደሓን ድኹኑ ናይቲ ንኡስ ዞባ ኣብ ደረጃ ኮለጃትን ዩኒቨርሲታታትን ዝሓለፉ ኣለዉ ስለዚ እቲ ምቁጽጻርና እንድሕር ሓይሉስ ኩሉ እቲ ህዝቢ ተማሃራይ እዩ ክትብል ትኽእል ማለት እዩ። ምስኡ ዘይፍለ ምጥፋእ ማህይምነት ዝበሃል እውን ኣሎ። ኣብዚ ንዕዞባ ካብ ነዊሕ ኣትሒዙ ክስራሓሉ ዝጸንሐ ስለ ዝኾነ ዳርጋ ምጥፋእ ማህይምነት ኣብ ዝተሓተ ደረጅኡ ጸንቂቑ እዩ ክንብል ንኽእል። ኣብ ዝሓለፈ ዓመት ገምጋም ገይርና ነይርና። እቲ ምጥፋእ ማህይምነት ዝብል ካብ ቀዳማይ፣ ካልኣይ እስካብ ሳልሳይ ዓመት እዩ ዘጠቓልል። ዳርጋ ኩለን ዓድታት ጸንቂቐን እየን ኣብ ዝተሓተ ደረጅኡ በጺሑ ኣሎ ነዚ ክልተ ሽሕን ዓሰርተ ሓሙሽተን ኣለሊናዮ እንደለና ኣብ ሳልሳይ ዓመት ድመሃራ ዕስራን ክልተን ኣባላት ኣለዋና ግን እቲ ከባቢ ናይ ከተማ ባህሪ ስለ ዘለዎ ካብ ካልእ ዞባታት ድመጻ ብምክራይ ድነብራ እውን ክህልዋ ክእላ እንድየን እዚ ቁጽሪ እዚ ምናልባት ሓፍ በጠቕ ክብል ይኽእል እዩ ግን ኣብ ምጥፋእ ማይ መሃይምነት ኣዝዩ ሓያል ተራ ተጻዊቱ እዩ። ብፍላይ ነዚ ደግሲ ከየጋጥም ብምባል እውን ነዚ ናይ ምጥፋእ መሃይምነት ኣብተን መሃይምነት ኣጥፊእና ዝበላ ዓድታት ኣብያተ ንባብ ብምኽፋት ሸሞንተ ኣብያተ ንባብ ተኸፊተን ካብተን ምምሕዳር ከባቢታት ውጺታት ብምግባር ከኣ መዓልታዊ ጋዜጣ ሓዳስ ኤርትራን ኣብ ነውሰከፍ ሕትመት ከኣ ናይ ህዝብን ፖሊሲን መጽሔት ናይ መንእሰያት መጽሔት ክዳሎ እናተገብረ፣ እቲ ህዝቢ እዋናዊ ሓበሬታ ከም ዝረክብ እውን ይግበር ኣሎ። ስለዚሲ ዝያዳ ንዞባ በሪኽ ኣብ ከምዚ ክርእዮ ከለኹ ኣብ ጽቡቕ ደረጃ ዘሎን ጽቡቕ ዝኸደን ኢለ ክግምግም እኽእል ማለት እዩ።
ንኡስ ዞባ በሪኽቲ ህዝቢ ኣብ ንቕሓት ትምህርቲ ዋላ ሓንቲ ፀገም ከምዘይብሉ ከምዚ ክትጠቕስለይ ዝፅናሕኪ ኣሎ ማለት እዩ ወይዘሮ ልኡል። ብፍላይ እዚ መምህር ተምሃራይ ወለዲ እዚ ስሉሳዊ ዝምድና ዝበሃል ከመይ ይድፈኣሉ ኣሎ? እቲ ምምሕዳር ከመይ ይፀቕጠሉ ኣሎ ንዚ? ንፀቕጠሉ ኢና ይስራሓሉ እዩ። ሕጂ እውን ድሮ ኣብዚ ካልኣይ ደረጃ ንዕለት ክልተ ናይ ወለድን ናይ ተምሃሮን ናይ መምሃራንን ናይቲ ምምሕዳር ኣኼባ ክንገብር ተወዲኡ ኣሎ ማለት እዩ። ምናልባት ሓደ ሓደ ካብ ዲሲፕሊን ወፃኢ ዝኸዱ ተምሃሮ ኣለው ካልእ እንታይ ክግበር ኣለዎ ምባል እውን ኣብዚ ዝሓለፈ ዓመት ናይ ክልተ ሽሕን ዓሰርተ ሰለስተን እውን ሓደ ካብቲ ብዝለዓለ ደረጃ ዝሰራሕናሉ ኣብ መንጎ ተምሃራን መምሃራንን ተምሃሮን ኣብ መንጎ ኮሚቴ ወለድን ድልዱል ዝምድናታት ክህሉን ሓሓሊፍና እንዳኸድና ከዓ ኣብተን ካልኣይን ማእከላይን ደረጃ ኣኼባታት ክንገብር ፀኒሕና ኢና ስለዚ ጽቡቅ ዩ ኣብ ጽቡቅ ደረጃ ኣሎ ኢካ ክትብል ትክእል ብፍላይ ኣለው ናይ ገሊኤን ኮሚቴ ቤት ትምህርቲ ወለዲ ኮይኖም እቲ ኮሚቴ ቤት ትምህርቲ ኣዝዮም ነቲ ቤት ትምህርቲ ጽቡቅ ዝመርሕዎ ስለዚ ሰማንያ ካብ ሚኢታዊትሲ እቲ ዝምድናና ጽቡቅ ዩ ክትብል ኢካ ትክእል ማለት ዩ ዝተርፍ ተልዩ ከኣ ኣብ መስርሕ ድረይ። ሕራይ ጽቡቅ ኣብ ኣገልግሎት ጥዕና ክንመጽእ ወይዘሮ ልኡል። እቲ ኣገልግሎት ጥዕና ንክረከብቲ ህዝቢ ዝግበር ዘሎ ፃዕሪ በቲ ሓደ ሸነኽ ህዝቢ ዝረኽቦ ዘሎ ብልክዕ እቲ ኣገልግሎት ጥዕናኸ እንታይ ይመስል እዚ ናይ ነፍሰ ፆራት ኣሎ እዚ ናይ ክታበት ህፃናት ኣሎ ካልእ ውን እዚ ፅሬት ኣከባቢ ውን ኣሎ። እዚ ከፍቲ ሚኒስትሪ ጥዕና ብዝለዓለ ደረጃ ውን ዝተዓወተሉ ዝፅዕረሉ ሚኒስትሪ ኢልካ እንዲኻ ክትዛረብ ትኽእል ኣብ ንኡስ ዞባና ሓንቲ ማእከል ጥዕናን ክልተ መደበራትን ኣለዋና እተን ክልተ ናይ መንግስቲ እየን እታ ሓንቲ ከኣ ብ ወንጌላዊት ሚስዮን ትመሓደር እያ ማለት እዩ እታ ማእከል ጥዕና ኣብ ጻዕዳ ክርስትያን እዩ ጻዕዳ ክርስትያን ዳርጋ ንኩለን ዓድታት ቀረባ እዩ ክበሃል ይከኣል እዩ ማለት እዩ ከም ማእከል ኣብኡ እቲ ማእከል ጥዕና ናይ ገዛእ ርእሱ ዕጥቁን ኣምፕላንሱን ኣለዎ ማለት እዩ። ኣብቲ ኣደን ህጻንን ጥዕና ንምውሓስ ዝበሃል ግን ካብቲ ብዝለዓለ ደረጃ ዝስራሓሉ እዩ። ኣዴታት ቅድሚ ሕርስን ድሕሪ ሕርስን እቲ ናይ ክታበት ኩነታተን ክከታተላ ከም ዘለዎን በቶም ዝምልከቶም ሓካይም ኣዝዩ ጽዑቕ ዝኾነ ስራሓት ይካየድ እዩ። እተን መደበራት ዓቕምን ኣገልግሎት ይህባ እየን። ካብኡ ሓሊፉ እውን ነቲ ብቐረባ ነቲ ኩነታት ጥዕና ኩነታት ናይቲ ህዝቢ ንምክትታል ኣብ ነብሲ ወከፍ ምምሕዳር ከባቢ ናይ ህዝቢ ኮማዊ ጥዕናታት ዝቖማ ኣለዋ። እዘን ኮማዊ ጥዕናታት እዚኣተን ከኣ ኣብ ነብሲ ወከፍ ዓዲ ንዝረኣዩ ዝተፈላለዩ ዓይነት ሕማማት ብቐረባ ኣብ ውሽጢ እቲ ህዝቢ ኮይኖም እንዳረኣዩ እቲ እዋናዊ ሓበሬታ ናብቲ ልዕሊኦም ዘሎ ሕክምና እንዳሰደዱ እቲ ብዓቕሞም ክሕከም ዝከኣል ነገር ከኣ ብዓቕሞም እንዳሓከሙ ጽቡቕ ዝኾነ ናይ ምክትታል ምቁጽጻር ክግበረሉ እዩ። እዚ ኣብ ሰሰለስተ ወርሒ ይግምገም እዩ ማለት እዩ። ኣዝዩ ውጽኢታዊ እዩ። ካልእ ናይ ዓሶ ምክትታል ዓሶ ዝበሃል እውን ኣብ ልዕሊ እዞም ክንብሎም ዝጸናሕና፣ ኮሚቴታት ኣለዉ። ኣብቲ ከባቢ ዝተፈላለየ ዓይነት ሕማማት ከየጋጥም ኮማት እዮም። ኣብ ውሽጢ እቲ ኮም ካብቲ ውሽጢ ኮም ዝመፁ እዮም። ነቲ ኮም ዘገልግሉ እዮም። በዚ ከዓ ምስቲ ጨንፈር ሚኒስትሪ ጥዕና እንዳተሓባበሩ ደሓን ዝኾነ ኣገልግሎት ይህቡ። ስለዚ ንኡስ ዞባና ብሕክምና ክሪኦ ከለኹ ፅቡቕ እዩ፣ ውፅኢታዊ እዩ። ቀጻሊ ከኣ ይግምገም እዩ፣ ተበጺሑ ዘሎ ደረጃ ኣብ ክታበት ይኹን ኣብ ካልእ ከኣ ልዕሊ እቲ ዝተደልየ ዓቐን እዩ ዝመጽእ እቲ ናይ ክታበት፣ ስለዚ ጽቡቕ ኢና ንኸይድ ዘለና፣ ኣብኡ ከኣ ምድብቲ ኣምፑላንስ ኣላ፣ ዝኾነ ጸገም ዘጋጥም የለን፣ ዝምስገን ንጥፈታት እዮም ዘካይዱ እቶም። ኣባላት ናይ ሚኒስትሪ ጥዕና። ስለዚ ብኸምዚ እየ ክገልጾ ዝኽእል። ኣብ ጽሬት ከባቢኸ? ምናልባት እዚ ናይ ናይ ዓይኒ ምድሪ እውን እዚ ንኡስ ዞባኹም ኣብነታዊ እዩ መስለኒ እሞ እስከ ኣብዚ እውን ትገልጽለይ። ኣረ ኣቐንየልና ኣሪ። እወ በዚ ምስቲ ሚኒስትሪ ጥዕና ዘውጽእዎ መደባት ናይ ሳኒቴሽን ዝተኣሳሰር እንድዩ። ናይ ባህሪ ለውጢ ንኽምጽኣ ዓድታት ሰፊሕ ቃልሲ ተኻይድሉ ሓደ ካብኡ እቲ ሽታ ኣልቦ ዓይኒ ምድሪ እዩ ማለት እዩ። ዳርጋ ክልተ ዓድታት እየን ተሪፈናና ዘለዋ እምበር ኣብ ኩሉ ዳርጋ ወዲኡ እዩ ማለት እዩ ዓጺና ኢና ኢለንሲ ኣመሪቐን እየን። ስለዚ እዚ እውን ምስቲ ብሕክምና ይኹን በቲ ኮም በቲ ምምሕዳር ዝካየደሉ ጻዕሪ ጽቡቕ ተቐባልነት እንዳ ረኸበ ዳርጋ ብኣብነት ዝጥቀስ ንዕዞባ እዩ። ስለዚ ኣብዚ እውን ክፍሊ ሳኒቴሽን ዘካይዶ ጻዕሪ ተሓጋጊዝካ ዞባ በሪኽ ዳርጋ ኣብ ቴስዓን ሓሙሽተን ሚእታዊት ወዲእና ኣለና ክንእውጅ ማለት እዩ። ኣብ ደገ ቅልቀል ምውጻኣሲ ምሕራም ክንእውጅሲ ዳርጋ ኣብዚ ክልተ ሽሕን ዓሰርተ ሓሙሽተን ቀዳማይ ዓመት ንውድእ ንኸውን ንብል። ስለዚ ኣዝዩ ጽቡቕ እዩ ስራሕ ይስራሕ እቲ ሰብ ከማን ብድልየት ብተገዳስነት ምክንያቱ ኣገልግሎቱን ኣገዳስነቱን እንዳረኣየ ይኸይድ ስለ ዘሎ ብፍላይ እዞም ዓበይቲ ኣዝዮም እዮም ዝቕበልዎ ምኽንያቱ ካብ ደርገፍ እንዳልናበረ ከኣ ምኻድ ሳላ መንግስትና ሳላ ሕክምናና ሳላ ምምሕዳርና ኣብ ገዛና ከምዚ ዓይነት ብዓቕምና ሽንቲ ቤት ምርካብናሲ ጽቡቕ እዩ ዝብል ስለዚ ኣብነታዊት ንኡስ ዞባ እያ ክብል ይኽእል እቲ ምስራሕ ህዝቢ ብምሉኡ እቶም ምምሕዳራት ተኸታቲሎም ኣብቲ ድብጻሕ ስለ ዘብጽሑ።
ሕራይ ናብ ማሕበራዊ ድሕነት ክንሰግር ወይዘሮ ልኡል፣ ስድራ ሰማእታት ንምሕጋዝ ዝግበር ጻዕርታት እንተሎ ኮይኑ ኣብ ንኡስ ዞባኹም እንታይ ይመስል? እዚ ኣስፍሕ ኣቢልኪ ክትገልጽለይ ውጽኢቱኸ ከመይ ይመስል? እዚኣ ናይ ስድራ ቤት ስውኣት ንምሕጋዝ ዝወጸ መደብ ብፍላይ ኣብ ዕስራ ሰነ ኢኻ ብዝያዳ ንጥቀመላ ኣነ ውን እቲ ተመኩሮይ ኣብዚ ዞባ ውሕድ እንድዩ ግን ኣብ ዕስራ ሰነ ከም መደብ እቶም ኣማሓደርቲ እቲ ሰማእት መዓልቲ ሰማእታት ኣብ ዝመጽሉ ክቀራረበሉ ከሎ እቶም ስድራ ቤት ስውኣት ክሕገዙ ኣለዎም ተባሂሉ ከም መደብ ይኸይድ እዩ እቶም ምምሕዳር ከባቢታት ውን ከም መደብ ሒዞሞ እዮም ማለት እዩ ሕጂ እቲ ከም መደብ ንብሎ መብዛሕትኡ እቲ ሓገዝ ምስቲ ናይ ሓረስታይ ባህሪ ዝኸይድ ስለዝኾነ መሬቶም ኣብ ምሕራስን ኣብ ምዕፃድን ምሕጋዝ ዝኣመሰለ ንጥፈታት እዩ ዝኸይድ። ካሊእ ፍሉይ ዝገበርናዮ እንታይ ሽሙ የለን። እዚ ግን ልሙድ እዩ ማለት እዩ። መሓደርቲ በብዓመት በብዓመቱ ሒዞም ነዚ ስራሕ እዚ ተኸታቲሎም የተግብርዎ እዮም። ሕራይ ኣብ ስፖርት ውን ዝንኡ ዞባ ደሓን ዝኾነ ውጽኢት ኣለዎ እሞ ኣብ ስፖርት ከ እንታይ ንጥፈታት እዩ ዝካየድ ማለት እቲ ኮማዊ ሰረት ኣለዎ ዶ? እወ ኣብ ስፖርት ንኡ ዞባ በሪኽ ሓያለ ዝጸንሔ ጽቡቕ ኣበርክቶን ታሪኽን ኣለዎ ኩሉ ግዜ ከኣ ጸጋ ውን ኣሎ ነዚ ጸጋ እዚ ኣለሊኻ ኣብ ንጥፈት ከተምጽኦ ከኣ ግድነት ስፖርት ኮማዊ ሰረት ክሕዝ ክኽእል ኣለዎ ስለዚ ኮማዊ ሰረት እዚ መበገሲኡ ኣብዚ ንኡስ ዞባ ኣብ ኩሉ ንጥፈታት ኣዝዩ ብልዑል ውዳበ ብኣብነት ዝጥቀስ ንኡስ ዞባ እዩ ማለት እዩ ንኡስ ዞባ በሪኽ ብተፍርዮም

እዚኦም ኣብ ዝተሓለፈ ውድድር ንኹለን ንኡሳን ዞባታት ስዒሮም ናይ ዓሰርተ ሽዱሽተ ንኡሳን ዞባታት ጎብለል ዝኾነት እያ ንዞባ በሪኽ ንሓሙሻይ ዓመታ ከኣ ናይ ጎብለል ዋንጫ እያ ትዓትር ማለት እዩ። ናይ ብሓቂ ኣብዚ ሕይል ድበለ ጻዕርታት ትካየደሉ እዩ። ነዚኦም ከነድንቖም ንኽእል ከኣ ነቶም ነዚ ስፖርት እዚ ንምእላይ ሓላፍነት ዝተዋህቦም፣ ካብቲ ህዝቢ ተበጊሶም እቲ ድሌትን ዕማምን ናይቲ ህዝቢ ንኸበግሱ ከኣ ግዜኦም፣ ጉልበቶም፣ ሓንጎሎም፣ መከያይኖም ኣዋፊሮም ነቲ ዝግባእ ጸጋ ናይቲ ንኡስ ዞባ መዝሚዞም ኣብ ስፖርቲ ዝለዓለ ዝና ከም ዘሕድር እቲ ንኡስ ዞባ ኮይኑ ኣሎ። ንዞባ ማእከል መጋቢ እዩ እንተበልካ ንኡስ ዞባ በሪኽ እውን ምግናን ክኸውን ኣይክእልን እዩ። ስለዚ ኣዝዩ

ሽዱሽተ ጋንታታት ኣለዋና ማለት እዩ። ስለዚ ብኸምዚ ኣብቲ ንኡስ ዞባ ቐጻሊ ድኾነ ንጥፈታት ናይ ስፖርት ኣሎ። ካብኡ ሓሊፉ ሕጂ ኣብ ሓሙሽተ ከባቢታቱ ናይ ግራስ ሩት ኣብ ሓሙሽተ ካላስተራት ዝተማቐለ ኣለና። ልዕሊ ሸውዓተ ሚእቲ ህጻናት ዝጠርነፈ ውዳበ ኣለና። እዚ ከኣ ይጸዓረሉ ኣሎ። ናይ ነብሲ ወከፍ ቤት ትምህርቲ ኣሰልጠንቲ ተገይረሉ ነቶም ህጻናት ኣብ ምምዕባል ስፖርት ይስረሓሉ ኣሎ። ከምዚ ዝበልኩኻ ከኣ ኣብዚ ዝሓለፈ ናይ ክልተ ሽሕን ዓሰርተ ኣርባዕተን ከኣ ን ዞባ በሪኽ ጎብለል ኮይና ወጺኣ ኣላ። በዚ መጋጠሚ ከኣ ነቶም ኣብቲ ስፖርት ዝነጥፉ ዘለዉ ከምኡ ውን ህዝቢ ንኡስ ዞባ በሪኽ ብዓቕሙን ጉልበቱን ዝገብሮ ኣበርክቶ ከመስግኖ እደሊ። እዚ ንኡስ ዞባና ኣብነታዊ ንኡስ ዞባ እዩ ክብል እደሊ። ሕራይ ጽቡቕ ወይዘሮ ልኡል ብፍላይ ኣብ ምዕቃብ ማይን ሓመድን ኣብዚ ንኡስ ዞባ ዝካየድ ዘሎ ስራሕ እንታይ ይመስል ኣብ ምስራሕ ዛላታት፣ ከትርታት ወዘተ።
እዚ ሓመድን ምዕቃብን ማይ ዓመት መጸ ዝስርሓሉ እዩ። ብፍላይ ግን ኣብዚ ናይ ክልተ ሽሕን ዓሰርተ ኣርባዕተን ከኣ ሓደ ካብቲ ብሓያል መደብ ተሓሒዝናዮ ዝነበርና እዩ። ኣብ ዓሰርተ ክልቲኤን ምምሕዳር ከባቢታት እዚ ሕርሻዊ ዛላን ናይ ማይ ኮዖታት ናይ ምዝላይ ንምፍዋስን ንጥፈታት ተኻይዱ ህዝቢ ኣብ ሰሙን ክልተ መዓልቲ ከምዝወፍር እንዳተገበረ ብጉጅለታት ብኮም ተወዲቡ ህዝብን ህዝባዊ ሰራዊትን ድሕሪኡ ድቕጽል ኣብዚ ናይ ክራማት መደብ ከኣ ናይ ተመሃሮን ብጣዕሚ ብሓያል ውዳበ ብኣብነት ክጥቀስ ድከኣል ተሳትፎ ናይ ህዝቢ ስራሕ ተኻይዱ ኣብቲ ሕርሻዊ ዛላ ሓደ ሽሕን ሓምሳን ሄክታር ሕርሻዊ ዛላ ተኻይዱ ኣብቲ ምፍዋስ ማይ ኮዕታት ከኣ ሚእትን ሰማንያን ሄክታር ተኻይዱ። ምስዚ ጽቡቕ ኣዝመራ ናይ ለዘበን ከኣ እቲ ዝተኻየደ ስራሕ ናይ ብሓቂ ውጽኢታዊ ኮይኑ ማለትሲ ነቲ ጻዕሪ ናይቲ ህዝቢ እውን ኣምላኽ ተሓዊስዎ ክበሃል ይከኣል ኣዝዩ ናይ ለዘበን ሕርሻ ከምዚ ዝረኤናዮ ኣብ ጽቡቕ ኩነታት ነይሩ ስለዚ መሬት ስለ ዝተዛለየ፣ ማይ ኩዕታት ስለ ዝተፋወሰ ከኣ እቲ መሬት ረጊኡ ነቲ ማይ ብምዕቃብ እዚ ክራማት ናይ ለዘበን ዘጋጠመ ምስኡ ተኣሳሲሩ ዝኸይድ ምስ ሕርሻ እዩ ማለት እዩ ኣዝዩ ውጽኢታዊ ነይሩ። ኣብቲ ናይ ለዘበን ምስዚ ናይ ምዝላይ ዝተበገሰ፣ ኣብዚ ምፍዋስ ማይ ኩዕታት እቲ ቦታታት ተመሪጹ ተኻይዱ ልዕሊ ሰለስተ ሚእቲ ሽሕ ቀላሚጦስ ከኣ ተተኺሉ። ተሰዓ ካብ ሚእቲ ከኣ ጸዲቑ ኣብ ጽቡቕ ኩነታት ኣሎ። እዚ ከኣ ሓለዋታት እናተገብረ ንቐጻልነቱ ንምርግጋጽ ከኣ ዓድታት ሓለዋታት እንዳገበራ ይሰርሓሉ ኣለዋ። ሕጂ እቲ ንጥፈታት ናይ ምዝላይ እቲ ቀውዒ ወዲኡ ስለዝኾነ ኣብ ዝመጽእ ወርሒ ክልተ ከኣ ነዚ መደብዚ ነዚ ዝመጽእ ዘሎ ክራምቲ ክንሰርሕ ክንዳለወሉ ኢና። ሕጂ ህዝቢ ደኣልዩ እንድሕር ረኺቡ ድሕር ተወዲቡ ህዝቢ ዝሰራሕ ታሪኽ እዩ። ስለዚ ነዘን ኣብ ሰሙን ክልተ መዓልቲ ስርሐይ ኢሎም ብምትሕሓዝ ከኣ ኣዝዩ ኣዝዩ ኣድናቖት ዘትረፈ ውዳበ ብምግባር ኣመሓደርቲ ኸባቢ፣ መራሕቲ ጉጅለታት፣ ኣዘዝቲ ሰራዊት፣ ናይ ህግደፍ መራሕቲ ጉጅለታት ይኹኑ ጨንፈር እዚ እንዳተወሃሃደ ጽቡቅ ስራሕ ይኸይድ ኣሎ ብድሕሪ ሕጂ ከኣ ክቅጽል እዩ ኣብቲ ጽሬት ዝብል ቁሩብ ጥቅስ ኣቢልካ ስለ ዝነበርካ ንዓና እቲ ደስ ዘክፍ ጽሬት እንብሎ ኣብቲ ዓድታት እኳ ጸገም የብልናን ምክንያቱ እቲ ገጠር ካብታ ገዝኡ ኣውጺኡ ዝጉሕፈላስ ከቢት ደምበ ኣላቶ ዶኺ ኣብኣ ይደብል ሕጂ ብዙሕ ገስረጥ መጥረጥ ኣይትርእን ኢኻ ኣብ ገጠራት እተን ደሰክፋና ጻዕዳ ክርስትያን ቁሸት ወክልባ እዩ ማለት እዩ እዚ ናይ ተኻረይቲ ባህሪ ስለ ዘለዎ ኣብ ከተማ ከኣ ገጹ እናኸደ ይኸይድ ስለ ዘሎ ኣብዚ ሕጂ እቲ ጽሬቱ ጸገም እዩ ግን እዚ ብፍላይ ኣብ ቁሸት ነመሓዳሪ ቁሸት ከየመስግቦምክዎ በዚ ኣጋጣሚ ክሓልፍ ኣይደልን እየ ኣብ ሰሙን ሓንቲ ግዜ ብደረጃ ናይቲ ከባቢ ቀጻሊ ናይ ጽሬት ወፍሪ ኣሎ እታ ከባቢ ካብ ቅድሚ ዓሚ ካብ ኩኒኡ ሕጂ ርኢኻያ ምናልባት ተተዛዊርካያ ኣዝዩ ዝጸፈፈ ከባቢ እዩ ማለት እዩ እዚ ናይ በዓል ክርባ ብዙሕ ጸገም የብሉን ጻዕዳ ክርስትያን ኮምኡ ቀጻሊ ግን ንቋጻጾሮ ኢና ወፈራ ናይ ህዝቢ እንዳ ገበርና ከኣ ከባቢና ነጽሪ ኢና ማለት እዩ ስለዚ ድሓን ኢና ክብል ዝደሊ ካብዚ ናይዚ ውሽጢ ከተማ ዘሎ ራሽሞኡት ሪኦ ኣብ ከባቢና ድሓሸ እዩ።

ከምቲ ክትጠቕስዮ ዝጸናሕኺ ህዝቢ ማለት ብልዑል ተሳትፎ እዩ ዝሳተፍ ዘሎ ማለት ኣብቲ ልምዓታዊ መደባት ስለዚ እስኪ ብልክዕ ተሳታፍነት ህዝቢ ከመይ እዩ ዘሎ ኣብ ኩሉ እቲ ልምዓታዊ መደባት ናይቲ ንኡስ ዞባ? ጽቡቕ ሓደ ህዝቢ ሓሪስካ ከም ዝንበር ማለት ሰሪሕካ ከም ትነብር እውን ተረዲእዎ እንድዩ በቲ ፖሊሲ ናይቲ መንግስቲ። ዝኾነ ሰብ ከኣ ኣብ ጻዕሪ እዩ ዝርከብ ብፍላይ እዚ ህዝቢ ናይዚ ከባቢ እዚ ኣብ ግዜ ማሕረስ ማሕረስ ማሕረስ ኣብ ዘይብሉ ከኣ ምስ ምንዳቕን ምስ ሚነዋልን ምስ ካልእን ዝኸይድ ህዝቢ ማለት እዩ ስለዚ ዕረፍቲ ውን የብሉን ክትብሎ ትኽእል ከም ሰብ ሕጂ ኣብቲ ልምዓት በብዓዱ ተወዲቡ ስለ ዝኸይድ ብጉጅለታት ተዋዳዲበን ስለ ዝኸዳ ነብስ ወከፍ መራሕቲ ጉጅለ ስለ ዘለዎ ካብኡ ዝተረፈ ውን ትገለ ክሰርሕ ትገለ ውን ክተርፍ ስለ ዘይግባእ ሕጋዊ መቕጻዕቲ ካብቲ ማእቶት ዝወፈረ ብዘይ ምኽንያት እንተልዩ ውን ምቁጽጻር ይግበር እዩ ስለዚ ይሰርሕ እዩ ህዝቢ ይውደብ እዩ ምናልባት ዓቅሚ ናይ ሰብና መብዛሕትኡ ምስቲ ወፋራይ ምኳኑ እቲ ጉልበት ናይ ወዲ ተባዕታይ ናይ ደቂ ኣንስትዮ ጥራይ እዩ እቲ ዝበዝሐ ዓቅሚ እተን ዝበዝሓ ደቂ ኣንስትዮ ግን ቆልዓ ኣብ ዝባነን ዋላ ኣብ ከብደን ሃልይወን ነዚ ስራሕ እዚ ብዘይ ተጉለባነት እየን ዝሰርሓ ኣብቲ ትገብሮ ሓበሬታዊ ስራሕ ንኩሉ ነገር ዝቅይሮ ምኳኑ ስለ ዝኣምን በቃ ተቀባልነቶም ኣብ ውዳቢኦም ኣነሲ ካብቲ ጽቡቅ ነገሩ ከይነገርኩሉ ክሓልፍ ኣይደልን እየ ነቲ ህዝቢ በዓል ጻዕዝጋ ልዕሊ ሓደ ሰዓትን ፈረቃን ከይደን እየን ደቂ ኣንስትዮ ዝሰርሓ ኔረን እዚ ናይ ምግራም ካብ በዓል ጻዕዳ ክርስትያን እንተመጺእካ ውን ናይ ሓደ ሰዓት መንገዲ ከይዶም እዮም ቦትኡ እዮም ዝሰርሑ ኣብ በዓል ዓዲ ቁንጺ እንተመጺእካ ውን ንታሕቲ ኣዝዩ ታሕቲ ናይ ሓደ ሰዓት ናይ ሓደ ሰዓትን ፈረቃን እንዳተጓዕዘ እዩ ዝሰርሕ ህዝቢ ስለዚ ውዳበ እንተሎ ዝኾነ ጸገም የለን ስለዚ ናይ ህዝቢ ሽግር የብሉን ጥራይ ህዝቢ ወዲብካ በቲ ዝድለ መንገዲ እዚ እቲ መደብ ኢልካ ሓበሮም ምርሓዩ ካልእ ጸገም የለን። ስለዚ ጽቡቕ እዩ ተሳታፍነቱ ክብል ይደሊ።
ኣንተውያ ቅድም ኣቢልክን ከም ዝጠቐስክዮ ኣብ ንኡስ ዞባኹም ሸሞንተ ኮማዊ ቤት ፍርዲ ኣለዋ። ስለዚ ክሳብ ክንደይ ኣሳልጦ ኣለወን? ክሳብ ክንደይ ህዝቢ ጉዳያቱ ባዕሉ ንባዕሉ ዝዳነይ ዘሎ? ይፈትሕ እዩ። ምኽንያቱ ብፍላይ ሕጂ ከማን ዝኸበደ ሓላፍነት እንድዩ ተዋሂብዎ ዘሎ ነቲ ትካላት ኮማዊ ቤት ፍርዲ ይሰርሕ እዩ። መብዛሕትኡ እውን። እቲ ዝመጽእ ጉዳያት ብዕርቂ ገይሮም ስለ ዘዳቕስዎ፣ ብዙሕ ዓበይቲ ነገራት ኣሎ ኢልካ ክትዛረብ ኣይትኽእልን ኢኻ። በቲ እቲ ንመሬት ዝምልከት እቲ ምምሕዳር፣ በቲ ካልእ ጉዳይ ከኣ እቲ ኮማዊ ቤት ፍርዲ ስለ ዝውድኦ፣ ህዝቢ ኣብ ቀረባኡ ተገልጋላይ ኮይኑ ዓቢ ኣበርክቶ ኣለዎ ንኮማዊ ቤት ፍርዲ። ጉዳያት ኣብ ምፍታሕ። ሕራይ ዓቐድ ጠቒስክዮ ውን ኔርኪ ቅድም ኣቢልኪ እዚ ናይ ምግራብ በቲ ሓደ ወገን ገረብ ንኸይቁረጽ ከ ማለት ንኸይበርስ ዝግበር ሕግታት ኣሎ ድዩ እቲ ዓድታት እንታይ እየን ዝገብራ? እወ ማዕረ እቲ ዝበርስ ዘሎ ገረብሲ ንትክእ ኣለና ዶ ንሕቶ እንድዩ ዘለዓዕለልካ ብሓፈሻ ኣብዚ ናይ ምዕራባዊ ወገን ናይ በዓል ጸዓዘጋ ናይ በዓል ዓዲ ጎብሩ ንበሎ ናይ ዓዲ ቢደላ ፊድ ስጋብ ዓመጺ ኣለዎ ሕጂ እዚ ነነውስ ወከፉ ሓላው ኣለዎ ብመንግስትን በተን ዓድታትን ዝኽፈላ ሓለዎ ኣለዎ ኣብ ልዕሊኡ ውን እዚ ሕጂ ናይ ምግራብ መደብ ነካይደሉ ደለና ውን ንዕኡ ውን ሓላው ኣለዋ ስለዚ ዓድታት ብጉቡእ እየን ዝሕልዎኦ። ተኸፋሊ፣ ተኸፈልቲ ኣለዉ። ከምኡ ስለ ዝኾነ ከኣ ኣዝዩ ውጽኢታዊ ስራሕ ንርእየሉ ኣሎና። ብፍላይ ሕጂ ክትሓልፍ ከለኻ ናይ ቁሸት ኣለዋ እዘን ንቁሸት ውጽእ ኢልካስ ንጻዕዳ ክርስትያን ትኸይድ ቀያሕቲ ጎቦታት ኣለዋ ኣብኡ ሕጂ ዝግርብ ዘሎ ጸዲቑ ዘሎ ቐላሚጦስ ዓሚ ለዘበን ዝተተኽለ ኣዝዩ ኣብ ጽቡቕ ኩነታት ኣሎ ስለዚ ብሕጊ እየን ተኸዳ ይሕሩም ሕዛእቲ ዝበሃል ኣሎ ይሕሎ እዩ እቲ ምግራብ እውን ሓላው ኣለዎ ግን መብዛሕትኡ ሕጂ ተለሚዱ ደሎ ጸላም ከደኖ ድበሃል ኣሎ ብለይቲ ከኣ ፋስ ዝበዝሕዎ ኣግራብ ከኣ ኣሎ ክትርእዮ ዘይትኽእል ሕጂ በዚ ናይ በዓል ደም ሰብኣይ እንተ ከይድካ ሲ ካብቲ ንኡስ ዞባና ዘይኮኑ ካብ ለጎ ዓንሰባ ዝመጹ ካብ ዞባ ጋሽ ባርካ ዝመጹ እውን ምስቲ ርሕቀት ምስ ናይ ጸላም ኮደኖ ኣግራብ ኣይቁረጹን ኢልካ ክትዛረብ ኣይተኽእልን ኢኻ። ኣብቲ ብወግዒ ግን ኣተሓሕዝኡ ኣዝዩ ጥንቁቕ እዩ ኣብቲ ንዕዞ።
ሕራይ መጓዓዝያ ክመጽእ ወይዘሮ ልኡል። መጓዓዝያ እዘን ዓድታት ብኸመይ እየን ዝራኸባ ዘለዋ? እዘን ከተማታት ቀሪበን ስለ ዝዋና ናብ ኣስመራ ጸገም ዘሎ ኣይመስለንን ግን ብፍላይ እተን ዓድታት።
መጓዓዝያ ዞባ ብሪኽሲ ኣቐዲሙ ጥጡሕ እዩ ጎልጎል እዩ ንናክልቦ ጸኒሕና ናይ ብሓቂ ከኣ ጎልጎል እዩ ጽርግያ ዳርጋ ኩሉ ብጽርግያ ዝራከብ እዩ ኩለን ጥበበን ኣለወን ብጀካ ጻዕዳ ክርስትያን እዘን ናይ ቀያሕቲ ኣውቶቡስ ገዲፍና ካብ ጻዕዳ ክርስትያን ዓዲተክላይ ድኣቱ ጥጡሕ መንገዲ ኣሎ ብኡ ጌሩ ን ዓንሰባ ዝከይድ በዚ ውን ን ዓዲቢደል ድከይድ መንገዲ ውን ኣለና ናይ መስመር ጸገም የብልናን ማለት እዩ ምናልባት እቲ መንገዲ ብሓመድ ስለ ዝኮነ ኣብ ግዜ ክራማት ማይ ይመልኦሞ ይጭቁ ዓበይቲ ማካይን ይረግጸኦ ካልእ ጸገም ደልዮ እዋናዊ ጽገናታት ዘድልዮ እዩ ኣብቲ መስመር ጸገም የብልናን ኣብቲ ናይ መጓዓዝያ ከኣ ብተዛማዲ ደሓን ኢና ንብሎ ምስ ኩሉ ሓጎጽጎጽ ናይ መንገዲ ትራንስፖርት ኣቀዲሞም እዘን ናይ መንግስቲ ሓራት ክኣትወኦ ተመዲቡ ኔሩ እንድዩ ብኡ ውን ጀሚረን ኔረን ብድሕሪኡ እዚ ናይ ግለ ተመሊሱ ድሓንዩ ቁሩብ እዚ ናይ በዓል ዓዲ ምሳ ጻእዳ እምባ ፍንትት ዝበለ እንታሽሙ እንዲ እሶም ውን ኣብቲ ንኡስ ዞባ ገለ ስራሕ ዝስራሕ ስለ ዘሎ ብእንዳ ሰገን ምስቲ ናይ እንዳ ሰገን ሰርቪስ እንዳ ረከቡ ድሓን ይከዱ ኣለዉ ሕጂ ድምረር ኣይኮነን ማለትሲ ምስቲ ካልእ ከባቢታት ክትሪኦ ከለካ ድሓንዩ ጎልጎል ስለ ዝኮነ ከኣ ብዙሕ ኣጸጋሚ ክትብሎ ኣይትክእልን ኢካ። ምደለና መዓልታዊ ኣጎልግሎት ክንረክብ ግን ከኣ ምስቲ ኩነታት ኢኻ ትኸይድ።
ሕራይ ወይዘሮ ልኡል ዳርጋ ኣነ ውን እተን ኣዳልየን ነበርኩ ሕቶታት ወዲኤ ኣለኩ ንህዝቢ ክትመሓላልፍዮ ትደልዪ ወይ ውን ዘይ ጠቀስናዮ እንተሎ ዕድል ክበኪ። እዋእ ኣነኳ እቲ ህዝቢ ንኡስ ዞባ በሪኽ ኣዝዩ ጻዕራምን ናይ ስራሕን ህዝቢ እዩ። ኣብ ንኡስ ዞባ በሪኽ ከኣ ኣብቲ ዝተፈላለየ ኣገልግሎታት ጽቡቕ ዓወታት ተመዝጊቡ ኣሎ። እንታይ ማለት እዩ? ኣብቲ ሽታ ኣልቦ ዓይኒ ምድሪ እንተልካ፣ ኣብዚ ኣድሓነት መጎጎ እንተልካ፣ ኣዝዩ ኣብ ምጥፋእ መሃይምነት ደረጃ ምውድዳር ክትሪኦም ከለኻ ኣብ ጠንካን ንኡሳን ዞባታት ኣብዚ ንኡስ ዞባ ዓቢ ዓወት ተመዝጊቡ ኣሎ። ኣብዚ ምግራብ ሕርሻዊ ዛላ ምፍዋስ ማይ ኮዖታት እውን ህዝብን ኣዚና ጽቡቕ ስራሕ ኢና ሰሪሕና እሞ ነቲ ጽቡቕ ባህሪ ናይቲ ስራሕ ክቕጽሎ ብሳላ እቲ ብተበጉስኡ ኣብ መሬቱ ዝሰርሖ ከኣ ናይ ልዝብን ሰናይ ኣዝመራ ተሓዊስዎ ዳርጋ ኣብ ጽቡቕ ኩነታት እዩ ዘሎ ማለት እዩ። ንዓመታ ከኣ እዚ እዋን ከምኡ ክኾነልና ንዓመታ ቆብዑ ንጽበዮ ከኣ ከምዚ ናይ ለን ዘበን ክኾነልና እሞ ሕጂ ውን እንተኾነ ኣብቲ ዝውሃብ ናይ መንግስቲ መደባት ብፍላይ ኣብቲ ልምዓት ኣብቲ ካልእ ዘተኮረ ሓይሉ ወዲቡ ካብቲ ናይ ዓሚ ዝያዳ ንሕጂ ውን ክሰርሕ እየ ዝያዳ መልእኽተይ ከመሓላልፍ ዝደሊ ነጺሉ ግን ዝምስገን ህዝቢ ውን ኣይኮነን ባዕሉ ድጉስጎስ ህዝቢ ኣይኮነን። ገዛእ ተበግሶኡ እንታይ ክገብር ኣለዎ ስለ ዝፈልጥ ከመስግኖ ጥራይ እየ ልደሊ። ኣማሓዳሪት ንኡስ ዞባ በሪኽ ወይዘሮ ልኡል ኣስራት ስለቲ ዝሃብክና ሓበሬታ ብስመይን ብስም ተዓዘብትን ደጊመ የመስግነኪ። የቐንየለይ።
እምበኣርከ ዝኸበርኩም ተዓዘብቲ ንንጥፈታት ንኡስ ዞባ በሪኽ ዝድህስስ ዘዳለናዮ መደብ ኣብዚ ዛዚምና ኣለና። ስለምክትታልኩም ነመስግን።